ተመችየኒ ኣቀንየ ኮይኑ እዩ ፋሚሊ ብቻ ይቅርታ ላበልኩ እየ ብዚ ኣጋጣሚ እዚ እና ሃምየ ቀንየኩም ምቅንያት ሃምየ ነይረ ኣባይ እግዚኣብሔር ይመስገን ሓሪፍ ነይሩ ብቻ ሎማዓንቲ ኣይ ሓስየ መፅየ እኒሀኩ ፋሚሊ ያው ልኣማን እየ ፕራንክ ዝገብሮ መቸም ኣነ ተንኮለ ይውደኒ ትፈልጡ ኢኩም ፋሚሊ ልኣማኒ ልገርም ፕራንክ እየ ሓስበሉ እኒሀኩ ዝሮ ካብና ካሊእ ግዘ ተየምሳሕኩ ኣይኮንኩ ሎማዓንቲ ፕራንክ ዝገብሮ ፋሚሊ ኣምሲሐ እየ ፕራንክ ዝገብሮ ብቻ እስካዕ ምጭርሻ ምሳይ ፅንሑ ኢኩም ላይክ ሼር ሳብስክራይብ ለ ግበሩ ኢኩም ፋሚሊ እስካዕ ምጭርሻ እዛ ቪድዮ ምሳይ ፅንሑ ለማዓት ኣዛ እየ ክገብሮ የለኩም ለኹ ብጣዕሚ ድላ ደደ ንቐንዩ ብተግባራት ገለ ማለት ግን ይሓቂ

እንታይ እኒኦ ዶ ሓድሽ ነገር ኣለለ? እንታይ እሲ ኢልካ ዶ ከምትኣኩት ርኢኻ ዝኾነ ነገር ክትዕዘ ይትኸእል ኣይትሓዘኒ እሞ እሞ ሪእኩ ይሓምለክ ኣለኹ ኖኖ ማለት እይ ተሃምል ኾንኩ ትፈልጥ ነካ ግዴታ እንታይ እሲ ኢልካ ግዴታ ኣነ ቃለ ውፅእ ክነግረካ እኒኦ ንኩል ግዜ ዋ ኦ፣ ወለላይ ብስመ ኣብ ደለ ኖኖ ምሳኺ ኮር ኢለ ኣይ ክላም ኣይትሓዘኒ ኣ፣ እሱ ኢልካ ኩሉ ግዜ በቃስ ኣነ ክነግረካ እኒኦ ግዴታ እንታይ ድዩ ወለላይ ንምንታይ ድምፅኻ ኮይና ካብ ዓይነይ ርኢኻ ክትንቦ ይትኸእል እሞ ሽታ እዩ ባ ወለላይ እንታይ እኒኦ ድዩ ንስኻ እሞ ሓቃለ ነገሩ ደገ ብዙሕ ሰብ ተግኒ ብዙሕ ነገር ትርኢ ኢኻ። ሃመይ ብዙሕ ተግኒ ኣነ ደገ ኣነ እየ ኣነ እዩ ገዲድኒ እኒኦ ኣነ ስርሐይ ሰሪሐስ ኮፍ በቃ እንታይ ክገብር ግዝኒኣ ሞባይል ሰይረ ክገብር እየ ወይ ቆልዓ የብለይ ወይ መዳብርቲ ዝኾነ ቴሌቪዥን ወይ ዝኾነ የብለይ ወይ ንስኻ ምሳይ ይትውዕል ወኣነ እንታይ ይግበር ዋ እንታይ ክኾን ንኽእል ኣብዚ ኣምፂኻኒ ብሓደ ንኹነለላይ እዚ ድዮ ከሪክ ዝያዳይ ሕልና መን ይትሓዘኒ።

ሞባይል ታይ ክገብራ እየ ሞባይል ብጣዕሚ ይድብረኒ ኣሎ ቲቪ ተሃልዩካ እኳስ ሓደ ዝገዛካ ድምቀት እለ ካብኡ እለ ብዙሕ ቻነላት ዳርኣካስ ኣይድብረካይ ተረዲእካ ድዩ ሙሉእ ፊልሚ ገለ ዳርኣካ ኣነ ሞባይል ብሃሊ ብጣዕሚ የፅልለኒ እዮ ብሱሩ ብጣዕሚ ይድብረኒ እሎ ኣብ ገዛ ምውዓል እሞ ወለለ እሞ ዳማ ዘር ግዛዒ ደይ ትኸዲ ታይ ኢለ ዳማ ዘር ልኸድ ክታ ኮን ኢለ ኣብዚ መፅየ ዳማ ዘር ልኸድ ኢለ ኣብዚ መፅየ ካም እዮ ኮንኪ ኢለኪ ኣለኹ ብሌነይ ማሪ እንድሕር ድብረኪ እሎስ ንክሾ ሓሙል እሺ ታይ ክገብር እኒ ንርናና ኣይምልከተኒ በቃ ኣይምልከተኒ ታይ ታይ ክገብር ኩሉ ግዜ ክነግረካኒ እየ ትገብሮ እስኻ። በቃ ኣነስ ብጣዕሚ ይድብረኒ ኣሎ በቃ ወይ ሴቭ ዚም ዘሊ ወይ ቆልዓ ውለድ ደሊ ዋታይ ኮይኖ ዋይ ይድብረኒ ኣሎ በቃ ውስጥ ገዛሲ ይድብረኒ ኣሎ ይካልኩ ወይ እሞ ለለኒ ሽድ ዓቅሊ ገሪ ታይ ንምንታይ ደሞ ልሰርሕ ኣለኩ እታ ክንገብር ዲ ኣይምልከተኒ በቃ ኣይምልከተኒ ኣነ ኣይትጨቅጭቀኒ ላይይ ብስሩ ንስካ ምንም ኣይርደእካይ እዎ ለላይ ይርደኒ ክላ እኮ በይነ ኣይትሓዘኒ ክትዕርፍ እሺ ወለላይ ኣይክላ ክላ ኣይትሓዘኒ ኣይትሓዘኒ እማ እንድሕር ድሌትይ ናይይ ለይተማለኣልይ እንድሕር ናይይ ነገር ለይትፈልጥስ ታይ ክኾን እየ እም ኣነ ምሳኻ እኒኣኹ። ኣቲ ወለላይ ማኣዝ ጠፊኒ እሺ እቲ ገይባ እሞ ተኸንኪ ተክሊ ክመ ወለላይ። ኣይ ዝሮ ከምዚ እብለካ ኣለኹ ወይ ቲቪ ግዘኣለይ ወይ ቆልዓ ውለደለይ በቃ ወይ ምሳይ ይውዓል ስራሕ ሓዲግካ በቃ ምሳይ ውዓል ስራሕ ሓደሰ። ሓዲገ እመ ተኽኒ እለ ኣኻዊ ከብሊኒ። ኣይምልከተኒ እሞ ይድብረኒ እለ ኣነ እለ ኣነስ ብጣዕሚ እዩ ድብረኒ እሎ። እሞ ዝያደ ኒሽ ዓቅሊ ደገሪ ከዚ ክንደይ ዓቅሊ ክገብረልካ ክንደይ ኢለ ዓቅሊ ተፀመምኪ ድኪ ክገብረልካ። እሞ እዚ ኩሉ መጺኪ ድዩ በሀዛ ዓቅሊ ንገራ ኣበይ ትጀረ። ኣይምልከተኒ ዋእ ዓመት ሙሉእ ተጸብየካ ንስካ ግን ኣይርደኣካይ ሓሲብካ ዓልካ ከይትገዝእ ዲካ ሽኳዓኒ ኢልካ ዲካ ትጽበ።
ወለላይ ኢልና ጋንጎል ሓሸምንታን ብሓደ ክንኮን ከ። ኣይምልከተኒ እሺ እሞ ኢቲ ከይደ። ብለይ ዲዩ ዝዓዘኒ እሺ ወለላይ በቃ ይቅርታ እሺ ዚያዳይ። በቃ ኣነስ ዲል ድብረ ኣሎ እሺ ንስካ ስራሕካ ትውዕል።
እሺ እሺ ወለላይ በቃ እሺ ይቅርታ ዚያዳይ።

ከምዚ ኢልካ ኣረጋጊዕካኒ ብድሕሪኡ ጸጥ ክትብል ኢኻ። እሞ ወለላይ መጀመርያ ሕሰይ ድዩ ታይ ረኪብንኪ ዘረይ። ታይ ኢለ ድየ ኣነ በቃ ቴለቪዥን ምስ ጸለየ ሲጀመር ሎምስ ዳመን ኢዩ ቴለቪዥን ዘይብሉ ገዛ እንዮ ዳኣ ኩሉ ኮን ኢዩ ወጣታት ኮይነስ ናይ ሰበይ ኮንኪ እኮ ትሪብሊኒ ናዕልኪ እሞ ግበሪ። ሽካዕ መኣዝያ ከምዚ ክብል ዋእ ናብራ ክሓልፍ ኣልኢሉ ኣልኩ ሽካዕ መኣዝያ ነብስካ ጨፍጠጥ ክብል ዋእ ኣይርደኣካይ ድዩ ከምዚ ኢለ ክናገረካ እኒኤኒ ግዴታ ዋእ ኣነ ከይትጉዳእ ከይትስበር ኢለ ኣልኩ ቀስ ኢለ ልናገረካ ወይ ኣይ ካብ ሎምስ ናጋ በዓል ሓሲበ ክገዝእ ኢዩ ገለ ኢለ ኣልኩ እምበይስ ኣይርደካይ ድዩ ዋእ ናብ ካልእ ዓመት ፋሕ ኢልካ ትከድ ኣለካ ዓመት ገሌስ ጌርናም ኢና ዋእ ክሽታክ ማዚ ከምዚ ከምዚ በለ ናብራ ዋእ እሞ ሽታ ክትልኽ ዝናብራ ድዩ ሰልችኒ ትብሊ ብጣዕሚ ኣለኺ?
በቃ ዋና ነገር ቲቪ ብለይ ምህላይ ብጣዕሚ ይልበኒ ካሊእ ነገር እሺ ዋላ ችግር የብሉን ክርደኣልካ እየ ቲቪ ግን ግዝኣለይ ግዝኣለይ ግዝኣለይ ዋእ ሓሲብካ ባዕልካ ኣይትገዝእ ድካ ሰባት ግን ንርኢ ኣለና ሰርፕራይዝ ቲቪ ኣይኮነይ ገዛ መኪና ዩ ሰርፕራይዝ ዝገብርለይ የሰብ እንድያ ንሳ መሊኣ ሰብ ክሓድሮ ብሱር በለስ ሕዶ ጌት ለካስ ናብ መን መክሐሲ ናትሳ ሰብ ልገበሮ ሪኤ ይሓስብ እምበር ኣነ ታይ ድለጉዐ ክለኩ መጀመርያ ሲ ናባዕልና ኢና እኮ ንገብር ዝያዳይ እወ ይድብረኪ ይርደንለይ እኮ እሺ ዝያዳይ እሞ ኖኖ ናባዕልና ክንገብር ኣለና ባሲ ስቁኢልካ ብጭፍን ክንደት ንከድኒ ኢና ይኩን ይስምዕልና በላይ ን ይርደኒ ክብሊኒ በይንኺ ክትኹኒ ክተርዲ ክንድኺ ዝያዳ እየ ንእሽተይ ጊዘ ግን ተጸበይ ካብኡ ክልቴና እልና ጋንጎ ልሓሸ ንሮ ንነብር።
ክሽካዕ መኣዝ መኣዝ እዩ ክሓልፈልካስ መኣዝ እየ ክጽበየካ ለኣኻ። እስኺ ደማ ኣንቲ ለድልየኪ ብጫ ዲለ ትገብሪ። ዋእ ኩሉ ግዜ የድልየኒ ነይሩ መዓት ነይሩ ለድልየኒ ማራ ተትነግረካስ ምገረመካ ነይሩ። ትደልይዮ ለድልየኪ ነገር ዶ ፍለጥ ወለለ። ታይ የድልየኒ ታይ ደልየ እስኻ ትፈልጥ ትፈልጥ።
ምእተሊፍል ደምሳይ ይኹንኪ። እሞ እቲ ሓወይ ለድልየኒ እንድሕር ትፈልጥ ኮይንካስ ለድልየኒ ግበረለይ በቃ ለድልየኒስ ግበረለይ። እሞ እስሶ ጊዚ ሰዓቲ ባኒ ግበሮ ብሊኒ። ዋእ ኣታ ኣማን የረዳ ከይዶ በስማኣም ወጣት ኢኹም ከይድኻ ዋእ ካሊእ እኮ ሓሲቡ ባዕሉ እኮ እዩ ልገብር ዋእ ክላ ክላ ዋእ ታይ እዩ ዝኸ ዋእ ኣይትኾሪ ደሞ ተረጋግዒ ሹሩ። ዋእ ኣታ ለረጋግዕ ለይገበርካ ዶ ክረጋጋዕ ኮይነ ዋእ ታይ እዩ ተረጋግዒ ሲኢልካ ኣፍካ ብቻ ድኻ ትናገር ተግባር ግን ዜሮ በቃ ዋእ ኩሉ ግዜስ ተረጋግዒ ብሌነይ ክሓልፍልና እዩ ናጋ ጽቡቅ ክመጸና እዩ ተስፋ ግበሪ ዋእ ብተስፋ ብተስፋ ሓቂቀኪ ቆልዓ ታይ ኣኽሞ ሀዝ ትድሊ በቃ ኣነ ማልደ ከለኩስ ግዝኣለይ ግዝኣለይ እሞ ቀስበሊ የድልየኒ ቀሲናን ገዘ ሀዘ የድሊ ናይ ቴሌቪዥን የድልየኒ እዩ ማነ የድልየኒ እዩ ወይ ስራሕ ጀምረኒ ምሳካ ኣላምደኒካ ስራሕ መን እካ ክሰርሕ ሃለውለው ናይ ወይ ምስ ቴሌቪዥን ሃየ ይውዓል ናብ መን እየ ንቅዲ ዶ ከይመስለካ ዝሮ ዝሮ ሲ ብጣዕሚ ልብርኒ ኣብዘን ክልተ መዓልቲ ውሽጢ እዚኤን እንድሕር ለየምጻካስ ናየናይ ከና መጨረሻን ዋእ ኣይ ኣይትቀልዲ ኖ ኖ ዶ ሲልኺ ንስካ ኣይትቀልድ እባ

ከርደኪ ኖ ኖ ምክር እዚስ ዝሃብሽካ ግዴታኻ እዩ። ጸይቅ ድምጽ ቀኒስኪ ሓበለ ዋግዕ ንቀሰሊ ከርደኪ ምክር ንኸዶ ወይ ተረዲ ወይ ስቀሊ። እሞ እዚ ባስ ግዴታኻ ስለ ዝኾነ እኮ እየ እናገረካ ኣለኹ ግዴታኻ እዩ ኣብዚ ገዛ ከተማልኦ ዓቅመይ ልግበኣካ ነገር ልፈቀዶ እየ ልሰርሕ። ዋእ ታይ ዓቅሚ ልፈቀዶ ልዕሊ ዓቅምኻ ለባ ትሰርሕ ልዕሊ ዓቅምኻ ለትሰርሕ ግዴታኻ እኮ እዩ ደፍደፍ እዚ። ናይ ተርሚስ ሻይ። ገፍ ገፍ ይበልኩ ኖርማል ኢለ ዋግዕ ከለኹ ሓኽሙ ትምኒ ኸዚ ለለይ ንገረለይ ኢለካ ኣለኹ ኣነማ ቲቪስ ኣድለኒ ኣሞ ግዝአለይ ከዚ ሲ ቲቨይ የድልየና ቅርሺ ሰ የድልየና የድልየኒ እዩ እሞ ኣነ ተሓወይ ማዓረይ እስኻ ክድካ ካካ ክትውዕል ለኻ ኣነ እንታይ ድየ ልገብር ለኹ ደገ ኣብ ደገ ትሰርሕ ለኻ ከኣ ኣይድብረካ እያ ኖኖ እንታይ ልገብር ለኹ ደገ ኣብ ኣብ ደገ ስራሕ ትሰርሕ ለኻ ታመማት ለኽት ኣይድብረካ እዩ ይጫወት ለኹ ድየ ኣነ ኣነ ግን ናይ ገዛ ስራሕ ሰሪሐ ሲ ኮፍ ስለሊ ይብል ብጣዕሚ ይድብረኒ ኣሎ እሞ ወይ ንእሽተይ ቆልዓ ሰዓት ሃበኒ ወይ ቲቪ ግዝአለይ ኩሉ ድኻም ብትብል

ከየጉድኣኒ እኒ ዘድልየኒ ነገር ከምልጠኒ እኒኦ። ኣነስ ብሌኒ ታይ ዶ ኢልካ ከለኹ መጀመርያ ረጅዖ ወጊዐ ከለኹ ወይ ረጅዖ ሓው ኣነስ ኣበለኒ። ረጊዐ ኢለ ዋግዐ ካለኹ ንስኻ ኢኻ ምርዳእ ኣቢኻ እኒኤ ካልኣየ ሓፃር ከይ ዋግዒካ ትይብሲ ግዘ ኣድለይ ሓደ ንገዛኻ ድምቀት እዩ ልበይኒ ኣይኮንኩ ቴለጅን ሀዚ ሃም ኢልኻ ራዕ ግዛዕ እሺ ሕዩ ክትገዝእ ሃሙ ድዩ ሃሙ እዩ እኔክዲ ኾይኑ ዋእ እስኻ ስር ኣታ መን እዩ እኔኪ ድዩ ዶርገይ ኮይኑ ትሰርሕ ለካ ንስካ እሞ ዝሰርሕ ኣለኩ ንምንታይ እዩ ዋእ ኣክ ቪድዮ ዋላ ካብ ሕዚ ክልተ ክልተ መዓልቲ ዕድል ይህበካ እኒኦ ተደሊካ ተለቂሕካ ተደሊካ ዝሰራሕካዮ ኣጣራቂምካ ገዘለይ ገዘለይ ልቅረረይ የቅረየኒ ካሊእ ነገርስ የቅረየኒ በቃ ኣይምልከተኒ ኣነ ካሊእ ነገር በቃ ቲቪ ጥራይ ቲቪ ግዘለይ።

ምሳኺ ክውዕል እየ ሐዚ ተረጋግያ ንእሸተይ። ቲቪ በሙስ መኣስ ትገዝእለይ? ደሓር ኣገዝኣልኪ ኣለይ ንእሽተይ ነዕርፍ እሞ ድሕሪ ሰዓት ንገዝእ።
ያ ፕራንክ ገይረካ ካሜራ እኒካ
ኣይትቀልዲ መማኔ ኣስራሕ ነይረ ድዩ ሃምትልንኺ
ግዴታ እዩ ያው እኒካ ካሜራ

መምህር ሲዒ ገጠም ሲለ መፂሉ እዩ ዝሓሳ ፕራንክ ዶ ይገብሮ ኢለ እምበይ ብስሩ ከም ዝተገዲሰሉ ይፈልጥ ቲቪ ማርያምን ሞባይል ይድንየኒ ካብሉ ታሞ
ብጣዕሚ ናድኪ ግግም በቃ ብለኪ ለስ ድፍ ድፍ ተብል ንክስ ብሽክ ኢለ ነረ ማርያምን ኣይ ወሓቅካ ኢኻ ማለትስ ኣይ ኣነ ሃሳስ ይኾንኪ ስጀመር ኩሉ ነገር ይፈልጦ እዩ ካብለ ልሐሸ ናብራ ንምንባር ኸዚ ኖርማል እዩ ተረዲእካ ድዩ ብቻ ግን ኣነ ስኢለ እየ ፕራንክ ኢኹም ኢለ እምበይ ማርያምን ካብ ልበ ይኹንኪ ከነጭራሽ እውን ሓስበዮ ይፈልጥ ብስር መፂለ ዝረኣ ኬድን ገዚና ያው ፋሚሊ ክላስ እዚኣ ለ ንቕይራ ኢና ችግር የብሉ ኣይ ዝረግም ሊነ እያ ኣይ፣ ካብ ልቢ ኸ- ኣነ ካብ ልቢ እያ ሓስየ እያ እዚኣ ማርያምን ፕራንክ ኮይና እየ ትስ- እወ ናይ ኸባቢ ኣነ ግን በቃ ናትሲ ደቢርና ሃሙትልንኽስ ወይ ቆልዓ ወይ ቴለቪዥን ዝልኽስ ኣይ ድብር ኢሉኒ ማርያም ዝሮ ችግር የብሉይ ኣይ ክገዝኣልኪ ይኽእል ኣይ ኣብ ቀረባ ግዜ እሺ ከዚኣ በርግጽ ዋላ ትገዝ ትኽልኪ ከለላይ ግን ቴለቪዥን እያ ኣይኾነኪ ኣብ ዝሕሳቶ ዝኮንሽን እዝስ ቴለቪዥን ገዚእኻ ይውጻኢ ተርዲእኺ እንድኺ ዝያደ ዝኾነ ሕልፊ ተሃሊካ እዩ እምበይስ ከቢድ እዩ ዝሮ ብሓደ ባዕልና ንፈልጦ ኣለና እይ። ኩሉ ንነብሩ እኮ እዩ ዝነብር ተረዲእካ ድዩ

ገዛና ላ ሓሪፍቲ እያ ብስሩዋላ ትልበያ ሃልያ ብስሩ እምዋሸ እያ ነማን ናነ ማርያም ብጣዕሚ እየ ልፎት ዝገዛ ደስ ሃሊ ብቻ ብጣዕሚ ይቅርታ ኣማን እይ ስሜትካ ተጎዴካ ይቅርታ ብቻ ከይትሕዘለይ ናለ ማዓልቲ ፕራን ከይትሕዘለይ ኣማን እይ ሰላም ግን የብልካ ዮም ያው ፋሚሊ ታሞ ማለት ወይ ልመስል ከውጅዕ ከም ዝኾነ መሲልና ዝረግን ቤተሰብ ንጠፈኩም ኣለና ኢና ያው እዚ ኮንድሽን ይምቸልና ለካ ኣልጥፍጥፍኒ ኣለና ዝሮ ዝሮ ግን ኔና ተመሊስና እኔና ብሌኔ ትመጽላ እያ ኣነ ለ ክመጸኩም እየ ኣይንጠፈኩም እዩ ቤተሰብ ኣለ ካሊእ ፕራንክ ገረኪ እየ ተኾነ ቲቪ ገዜ ፕራንክ ገረኪ ይኾን ዝሮ ዝሮ ግን ፈጣሪ ወለውሉ ንገዜና ሸለለ እሺ ዚያረ ችግር የለ ያማነ የማረ ንበል ኢልዎ ጊዜ ኾነ ካሊእ እውን ክነጥረ ኢና ተረዲእካ ድዩ ጥዕናና ዕድመ ጥራይ ይሃበና ፈጣሪ እምበይ ችግር የብሉ ያማነ ዋናነት ፍቅሪ ብቻ ፋሚሊ ናይ ሎምዓንቲ ፕራንክ ሓሪፍ እዩ ብቻ ኣማረ ዝሰሚዕዎ ይመስል ግን ኣነስ ይልብሳክት ኢለ እየ ነይረ ባይ ዘ ወይ ኩሉ ንብረት ዋላ ሃሊካ ፍቅሪ እንድሕር ዘይብሉ ምንም ጥቅሚ የብሉን ዋና ኣባና ፍቅሪ ስለ ለለ ቲቪ ኮነ ካሊእ ነገር ክነምፅ ኢና እዚ ልዕሊ ሚእቲ ፐርሰንት ይኣምነሉ እየ እዚ ነገር እዚ ፋሚሊ እዚ ቪድዮ እየ ኢለ ብጣዕሚ ስለ ዝረእኩምለይ ብጣዕሚ እየ ለመስግነኩም ፋሚሊ ሰላምኩም ብዝሕዝሕ ትርፍርፍ ይበለለይ ያው ብካሊእ ቪድዮ ክስዕ ንመፀኩም ቻዋት። ቻው ፕሊስ።